ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሊ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮና ዝኸውን ከዓኒ ከምቲ ልሙድ ዋጋ ናይ ገዛ መስርሒ ከም እኒ ስሚንቶ ስሚንቶ እስኪ እንታይ ሓድሽ ነገር እኒሆ ኣብዚ ሕዚ ግዜ ወሲኹ ዲቃኒሱ ንዝብል ክነግረኩም እየ ኢሉ እውን ኢሉ እውን ዋጋ ተንዲኖ፣ ሓሸዋ፣ ፀፀር፣ ብሎኬት ብቻ ንገዛ መስርሒ ዘድልዩ ኣብዚ ሕዚ ግዜ ምስ ዝኒ ኣብ ትግራይ ምስቲ ዝኒሆ ንእሽተይ ንእሽተይ ዕገልገል ብቻ ተስፋ እንሄ እዩ ሰላም ክኾነልና ተስፋ ንገብር መድሃኒኣለም ይፈልጥ ግን ድማ ምስቲ ዝኒሆ ችግራት ናይ ገዛ መስርሕኻ እቶም ነጋዴው ካብቲ ዓቕሚ ንላዕሊ ድዮም ወሲኾም ድንዮም ከምቲ ካልእት ኣስቤዛታት ንዝብል ነግረኩምየ ስካዕ ቪድዮ ፍጻመ ተኸታተልዎ ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ከዓ ላይክ ሸር እናግበርኩም ንኸተበረታትዑኒ ብትሕትና ይላዎ ላይክ ሸር ንትገብሩለይ ካብ ልቢ እናመስገንኩ እየ እሺ ኣቑሑት በዚኺ ዶ ቀኒሱ ንዝብል እስኪ ብናይ ብረት ዋጋ ንጀምር እሞ ኣብ መጨረሻ ደሞ ናይ ስሚንቶ፣ ናይ ሑፃ፣ ናይ ፀፀር፣ ናይ ብሎኬት ነግረኩም እየ ማለት እዩ። ናይ ብረት ዋጋ ክንርኢ ከለና ብበዓል ሸሞንተ ኢና ክንጅምር። በዓል ሸሞንተ ሎማዕንቲ ጥሪ ዕስራን ሸሞንተን ወይ ከኣ ፌብርዋሪ ሓሙሽተ እዩ እኒሆ ግን ኣነ ዝለቃ ብ ዕስራን ትሽዓተን እያ ኔትወርክ ተሰሪሑለይ ብ ዕስራን ትሽዓተን እየ ክለቆ እዛ ዋጋ እዚኣ ግን ናይ ዕስራን ሸሞንተን ጥሪ እያ ማለት እዩ ኣብ ውሽጢ ሓደ መዓልቲ ብዙሕ ልዩነት ከም ዘይህሉ ተስፋ ይገብር ግን ስሚንቶ ግን ክትቀያየር ትኽእል እያ ጥሪ ዕስራን ሸሞንተን ናይ ሎማዓንቲ ዋጋ ተንዲኖ በዓል ዓሰርተ ሽዱሽተ ክንርኢ ከለና ብ ሰለስተ ሽሕን ኣርባዕተ ሚእትን ክሽየጥ ውዒሉ ኣሎ በዓል ዓሰርተ ሽዱሽተ ናይ ቱርኪ ብረት ማለት እዩ ካብኡ በዓል ዓሰርተ ኣርባዕተ ኢና ክንርኢ ያው መብዛሕትኡ ሰብ ዘስርሖ በዓል ዓሰርተ ኣርባዕተ ሰብ እዩ ብበዝሒ ዝጥቀሙ ዓሰርተ ሽሕ ዓበይቲ ድርጅት ህንፃታት እዚ ኮይኑ ዓሰርተ ኣርባዕተ እዩ ዝጥቀም በዝሒ ሰብ ማለት እዩ እና ብኡ ልክዕ ድማ ንእሽተይ ወሰኽ እኒሄ ወይ በዓል ዓሰርተ ኣርባዕተ ናይ ሎማዓንቲ ዋጋ ክንሪኦ ከለና ክልተ ሽሕን ሸሞንተ ሚእትን ሓምሳን ካብቲ ዝሓለፈ ዋጋ ክነነፃፅሮ ከለና ዝሓለፈ ሰሙን ይገብር እዩ ኬድኩም ክትሰምዕዎ ትኽእሉ ኢኹም ወሰኽ ኣርእና እኒኦ ዝተወሰነ ብዙሕ ዝጋነ ኣይኮነን ግን ናይ ሓምሳ ቅርሺ ናይ ኣርባዓ ሰላሳ ቅርሺ ወሰኽ ኣርኢና እንሆ ኣብ ሐዚ ኣብ ዓሰርተ ሽዱሽተ ናይ ሚእቲ ቅርሺ ኣብቲ እውን ናይ ሓምሳ ቅርሺ ወሰኽ ኣርኢና እንሆ ማለት እዩ። ቀፂልና ንሪኦ በዓል ዓሰርተ ክልተ ይኸውን። በዓል ዓሰርተ ክልተ እውን ሽሕን ሸሞንተ ሚእትን ሰማንያን እዩ ውዒሉ እኒሆ ሎማዕንቲ ማለት እዩ። ካብኡ በዓል ዓሰርተ እዩ በዓል ዓሰርተ ሽሕን ሰለስተ ሚእትን ሰላሳን እዚ ኩሉ ናይ ቱርኪ ብረት እዩ። ካብኡ በዓል ሸሞንተ እዩ በዓል ሸሞንተ እውን ብዙሕ ዝጋነን ኣይኮነን ቆንጆ ዕዳጋ እዩ እኒኦ ሸሞንተ ሚእትን ኣርብዓን ሓሙሽተን ናይ ቱርኪ ብረት ማለት እዩ ያው ሸሞንተ ሕዚ ኣብ ምህርደም ኢና ብበዝሒ ምስ በዓል ዓሰርተ ንሓዋወስና ንሰርሕ እንጥቀመሉ እምበር በዓል ሸሞንተ ያው ንስታፍ ገላ ወይ ከዓኒ ንቪላ ገዛ ኣብ ታሕቲ ግሬት ቢን ክትገብርሉ ትክእሉ ኢኩም ካብኡ ናይ ስታፋ ዋጋ ኢና ክንርኢ ስታፍ ማለት እዚ ብረት ኮለን ወይ ከዓ ቢም ክትሰርሑ ከለኹም ንዕኡ ሓቂፉ ዝሕዝ እዩ እና በዓል ሽዱሽተ ቁፅሪ እዩ በዓል ሽዱሽተ ቁፅሪ ስታፍ ንኪሎ ክልተ ሚእቲ ቅርሺ እዚ ናይ ዒስራ ቅርሺ ወሰኽ ኣርእና እኒሆ ኣብ ኪሎ ማለት እዩ ቀፂልና ንሪኦ ናይ ሽቦ ዋጋ ወይ ከዓ ስልኪ ናይ ሽቦ ዋጋ ንኪሎ ክልተ ሚእትን ሳላሳን፣ ናይ ሽቦ ዋጋ ክልተ ሚእትን ሳላሳን፣ እዚ እውን ዝተወሰነ ወሰኽ ኣርእዩና እኒሆ። ካብኡ ናይ ሚስማር ዋጋ እዩ ክኸውን። ሚስማር እዚ ናይ ኦም መዋቃሪ ናይ ቆርቆሮ ቀዊዕ ዘለዎ ዘይኮነስ እዚ ቀዊዕ ዘይብሉ ናይ ኦዋም መዋቃሪ ንኪሎ ክልተ ሚእትን ሳላሳን ሓሙሽተን እዚ እውን ናይ ዓሰርተ ሓሙሽተ ዓሰርተ ቅርሺ ወሰኽ ኣርእዩና እኒሆ ማለት እዩ። ያው እዚ ብዙሕ ዝኸብድ ኣይኮነን ግን ዝረዝሮ ናብ ምውሳኽ ገፅ እዩ። ባይዘወይ ናይዚ ብረት ኣነ ዋጋ ክዕዝቦ ከለኹ ዶላር ስለ ዝወሰኸ ዕፅዋን ክባን ስለ ዝኾነ ዘይኮነስ ኣነ ክዕዝቦ ከለኹ እየ ብናይ ባዕለይ ግምት ወይ ከዓ ብናይ ባዕለይ ረኣያ ሰብ ብበዝሒ ዘስርሕ ተኮይኑ ይውስኽሉ በዓልቶም ዝገዘም ተሲኢኖም ደሞ ዋላ ከሲሮም ቀኒሶም እዮም ዝሸጥዎ እናኾነ ብቻ ሓዚ ብቐውዒ ዓሰርተ ኣርባዕተ ክልተ ሽሕን ኣርባዕተ ሚእትን ሰማንያን ነይሩ ሓዚ ክንደይ ወሲኹ እኒሆ ልዕሊ ኣርባዕተ ሚእቲ ቅርሺ እዩ ወሲኹ እኒሄና እዚ ማለት ሽዑ ዶላር ቀኒሱና ማለት ኣይኮነን እንታይ ደኣ ሰብ ብበዝሒ ክገዝእ ከሎ እዮም ዝውስኽሉ ዘለዉ። እንድሕር ዝገዝእ ስኢኖም ደሞ ንእሽተን ቀኒሶም ከዓ ይሸጥዎ ኣለዉ። ኣብቲ ምውሳኽ ምቕናስ ናብቲ ብበዝሒ ሰብ ዝገዝእን ዘይገዝእን የከሓሕስዎ ኣለዉ መስለኒ። እንግዲህ ከምኣ ኮይነ ተዓዚበያ ዝኒኹ እና ሕዚ ብረት ብጣዕሚ ወሰኽ ኣርእየና እኒሆ። ያው ባይ ዘ ዌይ በዓል ዓሰርተ ኣርባዕተ ብረት ሰለስተ ሽሕ ዝበጽሐዎ ነይሩ እዩ ክልተ ሽሕን ሸሞንተን ሓምሳን ብዙሕ ዘጋነን እውን ኣይኮነን ቀጺልና ንሪኦ ናብቲ ዋና ጉዳይ ሲሚንቶ ገዛ ክተሰ- ገዛ ተስርሑ ከለኹም ተንዲኖስ እኳ ኣብ ዝኾነ ቦታ የቋርጽ እዩ ሲሚንቶ ግን ካብ መጀመርያ ጀሚራ እስካብታ ገዛ ተኣትዋ ኣይተቋርጽን እዛ ሲሚንቶ ማለት እዩ ኩሉ ግዜ ሲሚንቶ ምስ ተገዘእታ እያ ገዛ እና ሲሚንቶ ዋጋ እንዴት እንሄው ተልኩምኒ ናይ ሎማዕንቲ ፌብርዋሪ ሓሙሽተ ወይ ካዓ ጥሪ ዕስራን ሸሞንተን ሽሕን ኣርባዕተ ሚእትን ሳማንያን ግን ይገርመኩም እዩ ቅድሚ ሶምን ማለት እዩ ብማዓስ ተልኩምኒ ብሶኒ ወይ ካዓ ሶልስ የኾነ ብሓሙስ እየ ኣነ ኣራጊፈያ ሎማዕንቲ ሓሙስ ሰሙኑ ማለት እዩ ብሓሙስ ኣራጊፈያ ብሽሕን ኣርባዕተ ሚእትን ሳላሳን ገዚኤ ብድሕረይ ሽሕን ሓሙሽተ ሚእትን ሓምሳን በፂሑ ካብኡ ከኣ ንሓዚ ቅንስ ኣቢሉ ደሞ ሰማንያ ቅርሺ ኣይኮነን ሰብዓ ቅርሺ ቀኒሱ ደሞ ሽሕን ኣርባዕተን ሳማርያን ኮይኑ እኒሆ እና ዝሮ ካብቲ ቅድሚ ሰሙን ንዓኻትኩም ሰራሓልኩም ቪድዮ ናይ ሰማ- ናይ ሰማንያ ቅርሺ ወሰኽ ኣርእዩና እኒሆ ግን በቃ ናይ ስሚንቶ ዋጋስ ይድይብ ይወርድ ይድይብ ይወርድ እዩ ሽን ሓሙሽተን ሓምሳን እውን በፂሓ ነይራ ኣብዛ ክልተ ሰለስተ መዓልቲ እዚኣ ማለት እዩ እና ብሰዓታት ብመዓልታት ብቻ ዘይኮነስ ብሰዓታት እውን ይፈላለ እዩ ስሚንቶ ይወርድ እዩ እና ከምዚ በቃ ከመይ እሞ ከምዚ ቁማር ነገር እዩ እኒሀ እምበር እቲ ምሳል እና ናይ ስሚንቶ ከምዚ ይመስል ብሎኬት በዓል ዕስራ ሓምሳን ሓሙሽተን በዓል ዓሰርተ ሓሙሽተ ኣርብዓን ሓሙሽተን እዩ እኒሀ ፀፀር እስካብ ጸጸር እስካብ ሓምሳን ሸውዓተን ሕጻ ድማ እስካብ ሓምሳን ሰለስተን ሽሕ እዚ ብዙሕ ዳሕና ኣዩ ዘለዎ እዩ እኒሆ ካብኡ ናይ ብሎኬት ደሞ ኣርባዓን ሓደን ብሎኬት መስርሒ ዜሮ ዜሮ ማለት እያ እዚ ትሪእዎ ኣለኹም ህደም እዚ ኮነ ስደቕ ዘለ ናይ ብሎኬት መስርሒ ኣርባዓን ሓደን ሽሕ እና ደቂ ዓበይቲ ወይ ናይ ሎማዓንቲ ቪድዮ እዚኣ ትመስል ነይራ ብዛ ቪድዮ እዚኣ ዘይተረዳእትኩም ነገር ተልዩ ወይ ከዓ ካብዚ ቪድዮ እዚ ወፃኢ ክሰርሐልኩም እትደልይዎ ክጥይቐልኩም እትደልይዎ ነገራት እንድሕር ሃልዩ ሓሳብ ርኢታኹም ኣብ ኮሜንት ፀሓፉለይ ኢኹም። እስካዕ ቪድዮ ፍፃመ ንዝተኸታተልኩምኒ ካብ ልቢ እናመስገንኩ እየ። ሼር፣ ላይክ፣ ሰብስክራይብ ምግባር ድማ ከይርሳዕ ክብራት ኣሕዋተይ ሰሰናዩ ባይ ባይ።